ፅሩይ ንፋስ ፅሩይ ኣየር ክትወስድዎ ኣለኩም እዚ ንፋስ እዚ ኣንቱም ሂግደፋውያን ኣብ ዓድና ናፅነት ኣሎ እኒኹም ትብሉ ኤርትራዋ ግን ኣብ ገዛእ ዓዱ ከምዛ ሕጂ ወክ ዝገብራ ዘለኹ ልክዕ ፍርቂ ለይትን ፈረቓን ኣሎ ሕጂ ልክዕ ፍርቂ ለይትን ፈረቓን ኣሎ ኣይናይ ኤርትራዊ ኣብ ዓዱ ብፍላይ ፍላይ ኣይናይ ወዲ ስውእ እዩ ኣብ ማእከል ከተማ ኣስመራ እሞ ከዓ ልዕሊ ዓሰርተ ሸሞንተ ዓመት ከምዚ ኣፍልበይ ነፊሐያ ዝኸይድ ዘለኹ ኣብ ዓዲ ስደት ኣብቲ ዘይዓድና ዓዲ ጓኖት ኣብያ ዘላ እታ ናጽነት ትብሉና ዘለኹም ኤርትራዊ ምስትንፋስ እዩ ስኢኑ ዘሎ ንስኻትኩም ግን ደቅኹም ሓቂፍኩም እናነበርኩም ከለኹም ጽሩይ ኣየር እንዳስተማቐርኩም ከለኹም ረኣይዎ ሰማያት ረኣይዎ ሰብ ከምዚ ኢሉ ከስተማቕር ናጽነት ኣይከኣለን ኣብ ገዛእ ዓዱ ኣብ ገዛእ ሃገሩ እየ ዝብለኩም ዘለኹ ኣብ ገዛእ ዓዱ ኣብ ገዛእ ሃገሩ ናጽነት ዝበሃል የብሉን ይእሰር ይጭፍጨፍ ይግፈፍ ብሻቑሎት ሻቑሎት እዩ ዘሎ ኣብ ኤርትራ ኣብ ጎደናታት ኣስመራ ሕጂ ሕጂ ብሰዓት እዚ ምናልባት ወጋሕታ እዩ ዘሎ ሓደ ሰብ ወጽዩ ማንም ሰብ ክስጉም ዝኽእል ሰብ ማንም ሰብ እየ ዝብለኩም ዘለኹ ክስጉም ዝኽእል ሰብ የለን ኣብ ኤርትራ ናጽነት እንተሃልዩ ግን እታ ናጽነት ባዕልኹም ተትርእይዋ ኣይ ሆፕ ማዕረ ክንደይ ጽቡቕ ነይሩ መስለኩም እታ ናጽነት ባዕልኹም ክትርእይዋ ኣለኩም እታ ናጽነት ባዕልኹም ክትርእይዋ ኣለኩም ንደቅኹም እንድሕር ክትከውን ተኾይና እታ ናጽነት በጃኹም ውሰድዎም ህዝቢ ኤርትራ ጽቡቕ ኣሎ እንዲኹም ትብሉ እሞ ህዝቢ ኤርትራ ጽቡቕ እንድሕር ኣሎ ድኣ ንምንታይ ሰለስተ ወርሒ ንዓመት ሰለስተ ወርሒ ንዓመት ንኣሜሪካ ኢኹም ክትመጹ ዘለኩም እምበር ሰለስተ ወርሒ ንዓመት ነስመራ ኣይኮንኩም ክትበጽሑ ዘለኩም ምክንያቱ እቲ ጽቡቕ ናብራ እቲ ትብሎ ዘለኹም እቲ ሃገር ናጽነት ኣለዋ ትብሎ ዘለኹም ኣብ ኤርትራ ምግሃስ ሰብኣ መሰላት የለን ትብሎ ዘለኹም ንደቅኹም ኣብኣ ወሲድኩም ኣብኣ ከተንብርዎም ትኽእሉ ኢኹም ከምዛ ጥሪቲ ኣየር ግን ኣብታ ዝፈትዎ ዓደይ ኣብታ ዝፈትዎ ሃገረይ ኣብታ ንዓመታት ዘገልገልኩላ ንዓመታት ከም ሕሱም ተጨፍጨፍኩላ ከምዚኣ ንሓንቲ መዓልቲ ኣፍ ልበይ ነፊሐ ክኸይድ ኣይክእልን እየ ነታ ስውኣትና ንዓትና ንዓና ኢሎም ተሰዊኦም እንዲኹም ትብሉና ዘለኹም ንመን ኢሎም ከም ተሰውኡ ግን ረኣይዋ ከምዛ ሕጂ ዝኸዳ ዘለኹ ብዘይ መንቀሳቐሲ ብዘይ ወረቐት ክንቀሳቐስ ዝኽእል ኤርትራዊ የለን ናይ ብሓቂ እንድሕር ብዛዕባ ስድራ ቤትኩም ብዛዕባ ደቅኹም ብዛዕባ ህዝብኹም ተሓልዩ እንተኾይንኩም ግን ኣብ ኤርትራ ፍትሒ ከምዘየለ ፍትሒ ክመጽእ ናጽነት ክመጽእ ነቲ ናይ ብሓቂ መስዋእቲ ዝኸፈልናሉ ሕጂ ሕጂ ሕጂ ንደቅኹም ኣብኣ ክሰድዎም ኣለኩም ንደቅኹም ኣብኣ ክሰድዎም ኣለኩም ጥርንፍ ኣቢልኩም ኣብ ኤርትራ ምግሃስ ሰብኣዊ መሰላት የለን ዓድና ናጽነት እዩ ዘለዋ ስለዚ ዓድና ናጽነት ስለ ዘለዋ ናብኣ ንኺድ ኢልኩም ንደቅኹም ጥርንፍ ኣቢልኩሞም መንገዲ ኣየር ኣብኣ ትኸዱ ንሕና ካብ ደገ ኮይና ኣጆኹም ጽቡቕ ኣለኹም ንብለኩም ማለት እዩ እምበር ደቅኻ እንዳምሃርካ ደቅኻ ኩሉ ነገርካ እንዳገበርካ በቃ ህዝቢ ኤርትራ ጽቡቕ ኣሎ ገለ ኣሎ ህዝቢ ኤርትራ ጽሩይ ኣየር ከስተንፍስ ኣይከኣለን። ግደፍዎ እሞ እቲ ካልእ ምዕባለ፣ ግደፍዎ እሞ እቲ ካልእ እቲ ካልእ ናጽነት፣ ጽሩይ ኣየር ኣብ ገዛእ ዓዱ'የ ዝብለኩም ዘለኹ። ሓሪሱ ክዓጽድ ኣይክእል፣ ወሊዱ ክሓቁፍ ኣይክእል፣ ውላዱ ክርኢ ኣይክእል፣ ተመርዕዩ ምስ ሓዳሩ ክነብር ኣይክእል። ከምዚ ዓይነት ናጽነት እዩ ናጽነት ትብሉና ዘለኹም። ሶ እዚ እንድሕር ኮይና ናጽነት ግን ፕሊስ ፕሊስ ፕሊስ ጎ ባክ ቱ ዩር ካንትሪ ኣንድ ኢንጆይ ዘ ፍሪደም ኦኬ ታንክ ዩ ዘለኹም። ንመን ኢሎም ከም ተሰውኡ ግን ረኣይዋ ከምዛ ሕጂ ዝኸዳ ዘለኹ ብዘይ መንቀሳቐሲ ብዘይ ወረቐት ክንቀሳቐስ ዝኽእል ኤርትራዊ የለን ናይ ብሓቂ እንድሕር ብዛዕባ ስድራቤትኩም ብዛዕባ ደቅኹም ብዛዕባ ህዝብኹም ተሓልዩ እንተኾይንኩም ግን ኣብ ኤርትራ ፍትሒ ከም ዘየለ ፍትሒ ክመጽእ ናጽነት ክመጽእ ነቲ ናይ ብሓቂ መስዋእቲ ዝኸፈልናሉ ሕጂ ሕጂ ሕጂ ንደቅኹም ኣብኣ ክሰድዎም ኣለኩም ንደቅኹም ኣብኣ ክሰድዎም ኣለኩም ጥርንፍ ኣቢልኩም ኣብ ኤርትራ ምግሃስ ሰብኣዊ መሰላት የለን ዓድና ናጽነት ምናልባት ወጋሕታ እዩ ዘሎ ሓደ ሰብ ወጺኡ ማንም ሰብ ክስጉም ዝኽእል ሰብ ማንም ሰብ እየ ዝብለኩም ዘለኹ ክስጉም ዝኽእል ሰብ የለን ኣብ ኤርትራ ናጽነት እንተሃልዩ ግን እታ ናጽነት ባዕልኹም ተትርእይዋ ኣይ ሆፕ ማዕረ ክንደይ ጽቡቕ ነይሩ መስለኩም እታ ናጽነት ባዕልኹም ክትርእይዋ ኣለኩም እታ ናጽነት ባዕልኹም ክትርእይዋ ኣለኩም ንደቅኹም እንድሕር ክትከውን ተኾይና እታ ናጽነት በጃኹም ውሰድዎም ህዝቢ ኤርትራ ጽቡቕ ኣሎ እንዲኹም ትብሉ እሞ ህዝቢ ኤርትራ ጽቡቕ እንድሕር ኣሎ ንምንታይ ሰለስተ ወርሕን ዓመት ሰለስተ ወርሕን ዓመት ንኣሜሪካ ኢኹም ክትመጹ ዘለኩም እምበር ሰለስተ ወርሕን ዓመት መስመር ኣይኮንኩም ክትበጽሑ ዘለኩም ምክንያቱ እቲ ጽቡቅ ናብራ እቲ ትብሎ ዘለኹም እቲ ሃገር ናጽነት ኣለዋ ትብሎ ዘለኹም ኣብ ኤርትራ ምግሃስ ሰብኣዊ መሰላት የለን ትብሎ ዘለኹም ንደቅኹም ኣብኣ ወሲድኩም ኣብኣ ከተንብርዎም ትኽእሉ ኢኹም ከምዛ ጥሪቲ ኣየር ግን ኣብታ ዝፈትዎ ዓደይ ኣብታ ዝፈትዎ ሃገረይ ኣብታ ንዓመታት ዘገልገልኩላ ንዓመታት ከም ሕሱም ተጨፍጨፍኩላ ከምዚኣ ንሓንቲ መዓልቲ ኣፍ ልበይ ነፊሐ ከይድ ኣይክእልን እየ ነታ ስውኣትና ንዓትና ንዓና ኢሎም ተሰዊኦም እንዲኹም ትብሉና ፅሩይ ንፋስ ፅሩይ ኣየር ክትወስድዎ ኣለኩም እዚ ንፋስ እዚ ኣንቱም ሂግደፋውያን ኣብ ዓድና ናፅነት ኣሎኒ ኢኹም ትብሉ ኤርትራዋ ግን ኣብ ገዛእ ዓዱ ከምዛ ሕጂ ወክ ዝገብራ ዘለኹ ልክዕ ፍርቂ ለይትን ፈረቓን ኣሎ ሕጂ ልክዕ ፍርቂ ለይትን ፈረቓን ኣሎ ኣይናይ ኤርትራዊ እዩ ኣብ ዓዱ ብፍላይ ፍላይ ኣይናይ ወዲ ስው እዩ ኣብ ማእከል ከተማ ኣስመራ እሞ ከዓ ልዕሊ ዓሰርተ ሸሞንተ ዓመት ከምዚ ኣፍ ልበይ ነፊሐያ ዝኸይድ ዘለኹ ኣብ ዓዲ ስደት ኣብቲ እዚኣ ዓድና ዓዲ ጓኖት ኣበያ ዘላ እታ ናጽነት ትብሉና ዘለኹም? ኤርትራዊ ምስትንፋስ እዩ ስኢኑ ዘሎ፣ ንስኻትኩም ግን ደቅኹም ሓቚፍኩም እንዳነበርኩም ከለኹም፣ ጽሩይ ኣየር እንዳስተማቐርኩም ከለኹም፣ ርኣይዎ ሰማያት ርኣይዎ፣ ሰብ ከምዚ ኢሉ ከስተማቕር ናጽነት ኣይከኣለን ኣብ ገዛእ ዓዱ ኣብ ገዛእ ሃገሩ እየ ዝብለኩም ዘለኹ። ኣብ ገዛእ ዓዱ ኣብ ገዛእ ሃገሩ ናጽነት ዝበሃል የብሉን። ይእሰር ይጭፍጨፍ ይግፈፍ ብሻቑሎት ሻቑሎት እዩ ዘሎ ኣብ ኤርትራ። ኣብ ጎደናታት ኣስመራ ሕጂ ሕጂ ብሰዓት